ኣህጉር ኣፍሪቃ ኣብ ክልተ ዝተፈላለዩ ኣህጉራት ክትምቀል ትጅምር፣ ሓድሽ ውቅያኖስ ኣብ መንጎ ይፍጠር። እዚ ጽንጽዋይ ኣይኮነን፣ ዛንታዊ ልብወለድ እውን ኣይኮነን። እዚ ብጭቡጥ ኣብ ቅድሚ ዓይንና ዝፍጸም ዘሎ ስነ-ምድራዊ ፍጻሜ እዩ። ከም ኡጋንዳ፣ ዛምቢያ፣ ኢትዮጵያ ዝኣመሰላ ኣብ መሬት ዝሰዓጹ ሃገራት ንሚልዮናት ዓመታት ናይ ገዛእ ርእሰን ገማግም ባሕሪ ክህልወን ይኽእል እዩ። እዚ ብኸመይ ክኾን ይኽእል? ኣብዚ ቪድዮ ምስጢር ምፍንጫል ኣህጉር ኣፍሪቃን ምፍጣር ሓድሽ ውቅያኖስ ናብ ምብራቕ ኣፍሪቃን ክንድህስስ ኢና። ክሳብ መወዳእታ ተኸታተሉና። ናብታ ዓብዩ ስንጭሮን ጎላጉልን ዝርከበላ ሃገረ ኬንያ ሳይንቲስት ናይ ድህሰሳ ንጥፈታት ክገብሩ ጸኒሖም እዮም። በዚ ኬንያ ቀስ ብቐስ ኣብ ሪፍቲ ቫሊ ትምቀል ከም ዘላውን ገሊጾም ነይሮም እዮም። ተመራመርቲ ስነ ምድርን ስነ ፍልጠትን ነዚ ዘረጋገጽሉ ከም ንፈልጦ ኣህጉር ኣፍሪቃ ኣብ ቀረባ እዋን ክልተ ዝተፈላለያ ኣህጉር ከም እትኸውን ስለ ዝገለጹ እዩ። እዚ ቅድሚ ነዊሕ እዋን ዝጀመረ ኮይኑ ግን ክሳብ ክልተ ሽሕን ሓሙሽተን ዓመተ ምህረት ተመራመርቲ ስነ ምድሪ ርግጸኛታት ኣይነበሩን። ኣብ ምድረ በዳ ኢትዮጵያ ሰላሳን ሓሙሽተን ማይልስ ንውሓቱ ረግረግ ዝጀመረ ኮይኑ እዚ ድማ መበገሲ ናይቲ ሓድሽ ውቅያኖስ እዩ። እቲ ኣብ ቀረባ እዋን ኣብ መጽሔት ጂኦፊዚካል ሪሰርች ሌተርስ ዝተሓትመ መጽናዕቲ ካብ ፍልቀት ናይቲ ስንጥቕ ብዝተረኽበ መረዳእታ ምስ ምንቅጥቃጥ ምድሪ ብምውህሃድ ምስቲ ኣብ ትሕቲ ውቅያኖስ ዘሎ መስርሕ ከም ዝመሳሰል ዘርኢ እዩ። ቴክቶኒክ ፕሌት ኣፍሪቃን ዓረብን እንዳተጋጨዉ ቀስ ብቐስ ድማ ንኣስታት ሰላሳ ሚልዮን ዓመታት ክፈላለዩ ጸኒሖም እዮም። ተመሳሳሊ ምንቅስቓስ ንቀይሕ ባሕሪ እውን መቒሉ ኣሎ፣ እዚ ግን ኣብ ዓመት ብኽፋል ኢንች ጥራይ እዩ ዝፍጸም ዘሎ። ተመራመርቲ ስነ ምድሪ፣ ምፍጣር መሬት ቅድሚ ኣርባዕተ ነጥቢ ሓሙሽተ ቢልዮን ዓመታት ከም ዝነበረ ይገልጹ። ስዒቡ ቅድሚ ሰለስተ ነጥቢ ክልተ ቢልዮን ዓመታት ከኣ ምፍጣር እዘን ሸውዓተ ኣህጉራት ከም ዝነበረ እዩ ዝግለጽ። እቲ ኣህጉራዊ ሸልፍ ክፍጠር ዝጀመረ፣ እቶም ኣብ ትሕቲ ምድሪ ዝነበሩ ዝቐልጠፉ ኣኻውሕ በቲ ዓምድታት ኣቢሎም ናብ ምድሪ ብምድፋእ ኣህጉር ምስ ተፈጥሩ እዩ። ኣፍሪቃውያን ቶክቶኒክ ፕሌት ከጽንዑ ዝጸንሑ ጂኦሎጂስት፣ ሓምሳን ኣርባዕተን ሃገራት ኣፍሪቃ ይምቀላ ከምዘለዋ፣ ኣብ ቀረባ እዋን'ውን ክልተ ኣህጉራት ክህልዋ ምዃነን ኣረጋጊጾም እዮም። እቲ ኣብ ምብራቕ ኣፍሪቃ ካብ ሰሜን ኢትዮጵያን ሞዛምቢክን ሰጊሩ ዝሓልፍን ከም በዓል ኬንያን ታንዛንያን ዝኣመሰላ ሃገራት ካብዛ ኣህጉር ክፈልየን እዩ። ኣብ ኔቸር ጆርናል ዘረጋገጾ ሓድሽ መጽናዕቲ ከም ዝሕብሮ እቶም ክልተ ቁራጽ መሬት ኣብ ዓመት ሸውዓተ ሚሊ ሜተር ፍጥነት ይፈላለዩ ከም ዘለዉን ካብተን ኣብቲ መስመር ዘለዋ ሃገራት ከም ዛምቢያ፣ ኡጋንዳ፣ ኢትዮጵያ ናይ ገዛእ ርእሰን ገማግም ባሕሪ ክህልወን ምዃኑን ተረጋጊጹ ኣሎ። ኣብ መስቀላዊ መንገዲ ናይ ኑብያ ሶማልያን ዓረብን፣ ቴክቶኒክ ፕሌት፣ ብመንገዲ ዞባ ስሉስ መጋጣጠሚ ዝርከባ ሃገራት ብጀካ ጅቡትን ኤርትራን ኣብ ላዕሊ ሰፊሕ መንገዲ ብምፍጣር ንልዕሊ ሽዱሽተ ሽሕን ኣርባዕተ ሚእቲን ኪሎ ሜተር ናብ ማእከል ኣፍሪቃ ዝዝርጋሕ ደቡባዊ መኽፈቲ ዘለዎ ዓቢ ሪፍት ቫሊ እዩ። በዚ ከኣ ኢትዮጵያ፣ ኬንያ፣ ደሞክራቲክ ሪፓብሊክ ኮንጎ፣ ኡጋንዳ፣ ርዋንዳ፣ ዛምቢያ፣ ታንዛንያ፣ ማላዊ፣ ሞዛምቢክን ናይቲ በዚ ምምቃል ዝጽለዋ ሃገራት እየን። ብምትሕብባር ፈነወ ኬንያ ኬቢሲ ብዙሓት ሃገራት ኣፍሪቃ ሓድሽ ውቅያኖስ ክፍጠር ብዝብል ተስፋን ተኽእሎታትን ይዛረባ ከም ዘለዋ ዝገልጽ ኮይኑ ብመሰረት ዶክተር ኤድዊን ዲንዲ ክፍሊ ጂኦሎጂ ኣብ ሳይንስን ቴክኖሎጂን ዩኒቨርሲቲ ናይሮቢ ብሓቂ ኣብ ምብራቓዊ ቅልጽም ኣፍሪቃዊ ሪፍት ቫሊ ውቅያኖስ ይፍጠር ከም ዘሎ ብምሕባር ምብራቓዊ ቅልጽም ሪፍት ቫሊ ብመጠኑ ንጡፍ እዩ እዚ ከኣ ብኣብቲ ከባቢ ብዘጋጥም ብብዝሒ ምንቅጥቃጥ ምድሪ እዩ ይብል ዶክተር ኤድዊን፣ እዚ ክፍጸም ግን ነዊሕ ግዜ ክወስድ ይኽእል እዩ፣ ምናልባት ሚልዮናት ዓመታት ክብል ወሲኹ ገሊጹ። ዶክተር ኤድዊን ኣብ ክፍሊ ስነ-ምድራውን ስነ-ፍልጠትን ኣብ ዝገበሮ ቃለ መሕተት፣ እቶም ቴክቶኒክ ፕሌት ኣብ ምልውዋጥ ኩነታት ከም ዘለዉን፣ ገሊኦም ኣብ ዞባታት ስሕተትን ኣንጻር ነንሕሕዶም ዝንቀሳቐሱን፣ ገሊኦም ኣብ ታሕቲ ነንሕሕዶም ዝወድቁን፣ ገሊኦም ድማ ኣብ ነንሕሕዶም ክጋጨዉን፣ ኣብ ዝተፈላለዩ ጽላት ነንሕድሕዶም ይፍንጨሉን። እዚ ምንቅስቓስ እዚ ሎሚ ንፈልጠን ዘለና ኣህጉራት ከም ኣፍሪቃ፣ ዶብ ኣሜሪካ፣ ሰሜን ኣሜሪካ፣ ኤውሮጳ፣ ኤስያ፣ ኣውስትራልያ ዝኣመሰላ ንኽምስረታ ምኽንያት ዝኾነን እዩ። ዶክተር ኤድዊን ዲንዲ ከም ዝበሎ፣ ኣብ ውሽጢ ሃገር ዝካየድ ዘሎ ቀጻሊ ምንቅስቓስ ምፍጣር ጎላጉል ምብራቕ ኣፍሪቃን ሪፍት ቫልን እውን ርኡይ እዩ። እዚ ጐላጉል እዚ ንጡፍን እናሰፍሐ ዝኸይድ ዘሎን ኣብ ኣፍሪቃ ሓድሽ ውቅያኖስ ክፈጥር ዝኽእልን እዩ። እዚ ግን ብቕጽበት ኣይከውንን እዩ፣ ቅድሚ ሚልዮናት ዓመታት ዝፍጸም ነገር እዩ ይብል ዶክተር ኤድዊን ወሲኹ። ኣብ ዙርያ እቲ ሪፍት ቫሊ ዝነበረ ርጉዲ ካብ ኣርብዓ ኪሎ ሜተር ናብ ሰላሳን ሓሙሽተን ኪሎ ሜተር ክወርድ ልዕሊ ሰላሳ ሚልዮን ዓመታት ከም ዝወሰደ ኣይንረስዕ። ማለት ካልእ ሓሙሽተ ኪሎ ሜተር ንምፍሳስ ተወሳኺ ብዙሕ ዓመታት ክወስድ ይኽእል እዩ። ሰላም ከመይ ጸኒሕኩም ተኸታተልቲ ናይዚ መደብ ሎም መዓን ዝበልናዮ ቪድዮ ዝመስል ነይሩ ሓደሽ እንድሕር ኮንኩም ሳብስክራይብ ከይትርስዑ ክሳብ ዝመጽእ መደብ ንራኸብ ሰላም